ሰላም የሕዋት ከምዚ ትረኣየና ዘላ እዛ ማኪና ቮልክስዋኸ ፖሎ ናይ ክልተ ሽሕን ዓሰርተ ክልተን እያ ነዚኣ ማኪና እዚኣ ሕጂ ሓዱሽ ካርፕለይ ዳሽ ካም ከምኡ ውን ኣክተር ኣውት ካሜራ ናይ ድሕሪት ካሜራ ማቴ ከነጋጥመላ ኢና እቲ ናይ ዓዳ ካርፕለይ ከኣ ነዚ ይመስል እዚ ካርፕለይ እዚ ብዙሕ ዓይነት ትሕሶ ስለ ዘይብሉ ነዚ ውጽኢና ሓዱሽ ካርፕለይ ክንገብረላ ኢና ነዚ ኩሉ ኣብዚ ቅድሜና ዘሎ ኩሉ ከነጋጥሞ ኢና ነዚ ኣብ ኢደይ ሒዘያ ደለኹ ከኣ እቲ ሓዳስ ካርፕለ እያ ብዙሕ ዓይነት ትሕዝቶ ዘለዋ እዩ እዚኣ ከኣ እቲኣ ኣክተራዊት ካሜራ ናይ ድሕሪት ካሜራ እያ እዚኣ ከኣ እታ ዳሽ ካም ንብላ ናይ ውሕስነት ቪድዮ ትመልእ እያ ሕጂ ነዚ ኩሉ ከነጋጥሞ ኢና ሕጂ እቲኣ ሓዳስ ካርፕለይ ኣጋጢምኒ ኣለና ነዚኣ ከዓ ትመስል ብዙሕ ዓይነት ትሕዝቶ ዘለዎ እዩ ከምዚ ጅቅሚና ዝረኣየና ዘሎ ዩቱብ ኣለዎ ወላ እውን ማብ ኣለዎ ፕሌስቶር እውን ኣለዎ ፕሌስቶር ማለት እዩ ፕሌስቶር ኣብ ፕሌስቶር ኣቲና ከዓ ዝኾነ ዓይነት ኣፕሊኬሽን ክነውርድ ንኽእል ኢና ድላይና ዝደለናዮ ኣፕሊኬሽን ማለት እዩ ብዙሕ ዓይነት ትሕዝቶ እዩ ዘለዎ ከምዚ ቅሚና ዝረኣየና ዘሎ ማለት እዩ ኣክተራዎት ካሜራ እውን ሕጂ ክንሪኤና ከምዚ ሕጂ ዝረኣየና ዘሎ ኣክተራዎት ካሜራ ብጣዕሚ ጽሩይ እዩ ዘርእየና ዘሎ ብጣዕሚ ጽሩይ እዩ እዚኣ ካታ ዳሽ ካም ንብላ ናይ ውሕስነት ቪድያ ዝኾነ ኹን ኣብ ቅሜና ምስ ዘቃድመና ናዘወርና ከለና ቪድዮ መሊኣ ትጸኒሓ ወላ እውን ኮነ ኢሎም ፍሬኖ ድሕዙ ኣለዉ ናዘወርና ከለና ቅሜና ፌኖ ሒዞም ንዓና ካብ ሓደጋ ዘቃልዑና ኣለው በዚኣ ገርና ክንረትዖም ንክእል ኢና ማለት እዩ በታ ዳሽ ካም ገርና ከምዚ ንዓኹም ክገብረልኩም ምስ ደልዩ ዋላ እውን ማኪናኹም ብልሽት ምስ ዘለዋ ዝኾነ ዓይነት ብልሽት ምስ ዘለዋ ንዓይ ክትውከሱ እንትኽእሉ ኢኹም ማኪና እውን ክትሸጡ ክትገዝኡ፣ መኪና ክትካረዩ ምስ ትደልዩ ዝኾነ ዓይነት ምስ መኪና ምትእስሳር ዘለዎ ምስ ዝህልወኩም ንዓይ ክትውከሱን ትኽእሉ ኢኹም ኣነ ኻብ በታ ዘላትና ዓቕሚ ክተሓባበረኩም እየ ቴሌፎነይ ኣብ ላዕሊ ክገርፈልኩም እየ በታ ቴሌፎን ገርኩም ንዓይ ክትውከሱን ትኽእሉ ኢኹም ወላ እውን ብወሳብ ክትፅሕፈለይ ትኽእሉ ኢኹም ማለት እዩ ዘይተቐቢለኩም እዚኣ ትመስል ነራ ናይ ሎማዓንቲ ትሕዝቶይ ስጋብ ብኻልእ ትሕዝቶ ድመፃኩም ሰሰናዩ